ፊልምና ዝጅምር ሲዮን ዝተብሃል ጓል ብፅባቐኣ ተወዳዳሪ ዘይብላ ናይ ካልኣይ ብርኪ ተምሃሪት እናርኤና እንትኸውን ብትምህርታ ዋላ እኳ ብሩህ ኣእምሮ ዘለዋን ኩሉ ግዘ ካብ ክፍላ ቀዳመይቲ ዝትወፅእ እንትኸውን ካብ ኣዝዮም ድኻታት ቤተሰብ ዝተረኸበት እንትኸውን ናይ ሃፍታማት ናብራ ክንደይ ዝኣክል ዝተመቻቸየን ናይ ድኽነት ሕማም ስለ ዘይፈልጡ ኣዝያ ትፀልኦም። ሓደ መዓልቲ ኣውቶቡስ ተሳፊራ እናኸደት ስለ ሓደ ኣዝዩ ዘመናውን ንደቂ ሃብታማት ጥራይ ዝተኸፍተ ቤት ትምህርቲ መወዓውዒ ትርኢ እሞ ናይዞም ቆልዑ ዓለም ክንደይ ዝኣክል ዝተፈለየ ከም ዝኾነን ዝኾነ ነገር ገና ምሕሳብ እንትጅምሩ ኣብ ኢዶም ከም ዝኣቲ ንኣብነት ሓንቲ ተምሃሪት ምስ ዓርካ ድራር ንምብላዕ ጥራይ ሙሉእ እቲ ሬስቶራንት ኣዕጽያ ንሱ ተዘይመጸ እውን ብሕታ በሊዓ ተዘናጊዓ ከም እትወጽእ እቲ ካልኣይ ድማ ዋጋኣ ልክዕ ከም ናይ ሰማይ ርሕቐት ዝለዓለ ሞተር ሳይክል፣ ክረዲት ካርዱ ጥራይ ተጠቒሙ እንትገዝእ፣ ሓሊፉ ተሪፉ እቲ ካልእ ተመሃራይ ንዝፈትያ ጓል ዝገዝኣላ ክባር ህያብ እምቢ ስለ ዝበለቶ ጥራይ ከም ቀሊል ነገር ኣብቲ ጓሓፍ መጠራቐሚ ከም ዝደርበዮ ትሰምዕ። ናይቲ ቤት ትምህርቲ ክፍሊት ሽሕ ዶላር ምዃኑ እንትፈልጥ ብውሽጣ ኣዝያ ተበሳጭያ ንሳ'ውን ከምዚ ምንባር እናተመነየት ካብታ ኣውቶቡስ ምስ ወረደት መልክዓ ንምቕያር መነጸር ምስ ገበረት ናይ ዩኒቨርሲቲ ተመሃራይ ብምምሳል ናብ ሓደ ጓል ሃብታም ተመሃሪት ገዛ ክተጽንዓ እንትኸይድ ናይቲ ገዛ ጽባቐን ግጅፍነትን ርእያ ኣፋ ምስ ሓዘት ናይታ ቆልዓ ኣደ ንጽዮን እንትርእያ ጎበዝ ናይ ዩኒቨርሲቲ ተመሃሪት ስለ ዝመሰለታ ትቕበላ እሞ ጓለይ ብትምህርታ ጎበዝ ስለ ዘይኮነት ውጽኢታ ንክተስተኻኽል ክትብል ስራሕ ትህባ። ጽዮን እውን ተሰማሚዓ ቃላ ምስ ሃበታ እታ ሰራሕተኛ ዝሰርሓቶ ኩኪስ ንምጥዓም ኢላ እንትነኽኦ ናይታ ቁልዓ ኣደ ልክዕ ምስ ረኣየታ እዚ ኩኪስ ኣዝዩ ክባር ስለ ዝኾነ ከማኺ ዓይነት ቆልዑ ኣይነኽእዎን ኢላ ትዕቢት ብዝተመልኦ ንግግር ተሸማቐቓ። በቲ ናይ ሰበይቲ ንግግር ብኽፉኣ ሓፊራን ተዋሪዳን እቲ ኩኪስ መሊሳ ምስ ኣቐመጠቶ ብቕልጡፍ ናብቲ ዝሰርሓሉ ሱፐርማርኬት ከይዳ ክዳናን ታሴራኣን ናብታ ዝተዋሕሰታ ናይ ዩኒቨርሲቲ ዓርካ ከይዳ ትምልሰላ እሞ ናይ ደቂ ሃፍታማት ናብራ ክንደይ ዝኣክል ዝተመቻቸየ ከም ዝኾነን በዚ ምኽንያት ከም እትጸልኦም እናማረረት ኣብ ዝቕጽል መዓልቲ ቤት ትምህርቲ ኣትያ ክተጽንዕ እንትፍትን ሃንደበት ዓቕሚ ስኢና ብኣፍንጫኣ ደም እንትነስራ ንምዕራፍ ኢላ መምህራ ናብ ቢሮ ይጸውዓ እሞ ክንድቲ ዝኣክል ተስፋ ዝገበረትሉ ናይ ካምፕ ስኮላርሽፕ ዕድል ካልእ ተማሃራይ ከም ዝወሰዶን ክትኸይድ ከም ዘይትኽእል ይቕሬታ ሓቲቱ እንትነግራ ሕልማ ኩሉ ገደል ኣትዩ ተስፋ ብምቑራጽ ስምዒት ሰንቢዳ ናብ ክፍላ እንትምለስ የዕርኽታ ናብቲ ካምፕ ምድላዋ እንትሓትኣ ድኽነታ ከይፍለጥ ኮነ ኢላ ክትኸይድ ከም ዘይትደሊ ብምምሳል ትሕሽን። ልባ ተሰይሩ ምሸት ናብ ገዛ እንትኣቲ ኣቦኣ ናይ ታክሲ ገንዘብ ንምቑጣብ ኢሉ ብእግሩ ነዊሕ ጉዕዞ እናተጓዕዘ ጸኒሑ ሕማሙ ብኢሱዎ እናተቐንዘየ ትረኽቦ። ኣቦኣ ንናታ ድሌት መማልኢ ክኸውን ኢሉ ናይ ታክሲ ገንዘብ ንምቑጣብ ኢሉ እቲ ኹላይ መንገዲ ብእግሩ ምምጽኡ ልባ ብሓዘን ሰይሩዎ ናብ ክፍላ ኣትያ ንምንታይ ጓል ሃፍታም ዘይኮንኩ ኢላ ኣምሪራ ትበኪ። ብጽብሒቱ'ውን እታ ጓል ሃፍታም ክተጽንዓ እንትኸይድ፣ እታ ቆልዓ ዋግኡ ሓሙሽተ ሽሕ ዶላር ዘውጽእ ቦርሳ ሒዛ እንትሽክርከር ርእያታ ሲዮን ብስንባደ ኣፍጢጣ ካልእ ከምዚ ዓይነት ቦርሳ እኮ ኣለኪ እዩ ንምንታይ ገንዘብ ተባኽኒ እዚ እኮ ናተይ ናይ ዓመት ምሉእ ወጻኢ ክሽፍነለይ እዩ ኢላ እንትቁጥዓ እታ ቆልዓ ብናይ ሲዮን ንግግር ሓሪቃ ንሲዮን ብዝበለጸ ንምሕራቅ ኢላ እቲ ቦርሳ ብህያብ መልክዕ ክህበኪ ዶ እንትብላ ሲሆን መጀመርያ ዋላኳ እንተሰንበደት ዳሕራይ ግን እዚ ሸይጠ ነቲ ካምፒ መኽፈሊ ገንዘብ ክኾነኒ እዩ ኢላ ብምሕሳብ ብታሕጓስ ኢዳ ዘርጊሓ ክትቕበላ እንትብል እታ ቁልዓ ሃንደበት ክርትም ኢላ እናሰሓቐት ርኢኺዶ ንስኺ እውን ከምዚ ዓይነት ቦርሳ ትደልዪ ኢኺ ችግሩ ግን ንስኺ ድኻ ስለ ዝኾንኪ ጥራይ እዩ ኢላ ትሳለቐላ። ሲሆን ብሕርቃን ተቓጺላ ጸጉራ ክትምንጭታ ዋላኳ እንተደለየት እንተኾነ ግን ንባዕላ ኣረጋጊዓ ምስ ሓለፈታ ምሸት ንዓርካ ኣነ ወጻኢ እየ ንምሽፋን ቀትርን ለይትን ይደክም ንሳ ግን ምንም ከይለፍዐት ዝደለየቶ ትገብር እናበለት ናይ ውሽጣ ትናገር። ዓርካ እውን ንስምዒታ ንምቕያር ኢላ ኣብ ዓለም ብቕንእስ ትፍለጥ ምስ ኬልያ ካሜሮ እናመሳሰለት ሙድ ትሕዘላ። ሲሆን እውን እቲ ንግግር ብሰሓቕ ሓሊፋ፣ ህይወታ ግን ናይ ግድን ክትቕይር ከም ዘለዋ ንባዕላ ትእምን። ብፅብሒት እውን ነታ ቖልዓ ክተፅንዓ እንትኸይድ ሲሆን ኣጋጣሚ ብግዘ ስለ ዝኸደት እታ ቖልዓ ካብ ቤት ትምህርቲ ኣይተመለሰትን። ናብቲ ናይታ ቖልዓ ክፍሊ ኣትያ እቲ ሓዱሽ ቦርሳ ኣልዒላ ዝተፈላለዩ ሓሪፋት ፎቶ ተሳኢላ ናብ ኢንስታግራም ፖስት ትገብር። ናብ ቤት ትምህርቲ እንትኸይድ ብዙሓት ተምሃሮ ከቢቦም ንስኺ ብሓቂ ሕብእቲ ሃፍታም ዲኺ እናበሉ ብሕቶ እንተጻድፋኣ ሲሆን ተደናጊራ ናብ ሽቓቕ ኣትያ ስልካ እንትርኢ በቲ ቦርሳ ዝተስኣለቶ ፎቶ ብሚእቲ ዝቑጸሩ ተኸተልትን ላይክን ከም ዘፍረየላ እንትርኢ ኣዝያ ሰንቢዳ ተመሊሳ ብምምጻእ እቲ ድራማ ንምቕጻል ትውስን እሞ ምንጋር ስለ ዘይፈቱ እምበር እወ ጓል ሃፍታም'የ ከማኽን ጓል ድኻ እየ ዝመስለክን ነይረ ትብለን። ካብታ ግዘ ንሳ ንደሓር ጀሚራ ሲሆን ኣብቲ ቤት ትምህርቲ ኣዝያ ህብብቲ እናኾነት ትመፅእ። ብድሕሪኡ እውን ኩሉ ግዘ ቀዲማ ናብቲ ገዛ እናኸደት ናይታ ቆልዓ ክዳውንትን ቦርሳን እናገበረት ፎቶ ብምስኣልን ብምፑስታትን ህብብቲ ናይ ኢንስታግራም ተፅዕኖ ፈጣሪት ኮይና መዋዕውዒ እናሰርሐት ናይ ብሓቂ ሃፍታም ክትኸውን ከምዘለዋ ህቅን ዋላኳ እንተውፀእት የዕርኽታ ከዓ ናይ ብሓቂ ሃፍታም እንድሕር ኮይንኪ ንምንታይ ኣቑሑኺ ሒዝክዮም ዘይትመፅእ እናበላ እንትሓትኣ እናሰንበደት ግን ድማ ከይንቅሓላ ንዓኽን ንድኻታት ሓዚነን ስምዒትኽን ከይጉዳእ ኢለ'የ ስራሕ ዝሰርሕ ከዓ ኣነ ኣብ ቤተሰበይ ፅግዕተኛ ክኸውን ስለዘይደሊ እየ ኢላ እንተእምነን ብዝበለፀ ኣኽቢረንኣ ኣብቲ ቤት ትምህርቲ ውሽጢ ህብብትን ተፈታዊትን እናኾነት ትመፅእ። በዚ ድፍረት ረኺባ ሓሶታ ብምቕጻል፣ ሓደ መዓልቲ ናብቲ ናይታ ቆልዓ ኣደ ክፍሊ ኣትያ፣ ክበራት ዝኾነ መጋየጺታት ገይራ ፎቶ እንትስኣል፣ በታ ሰራሕተኛ ክትተሓዝ ንንእሽተይ ትተርፍ። እቶም መጋየጺታት ብድሕሪት ብምሕባእ፣ ብሜላ ምስ መለሰት ናብቲ ቁምሳጥን ከይዳ እንትኸፍቶ፣ ናይቶም ሃፍታማት ቤት ትምህርቲ ዩኒፎርም ረኺባ፣ ብቕልጡፍ ተኸዲና ፎቶ ብምስኣል፣ ኣብ ቀረባ ግዘ ቤት ትምህርቲ ክቕይር እየ ኢላ ኣብ ኢንስታግራም ትፑስት። እንተኾነ ግን ሃንደበት ከይሓሰበቶ እታ ጓል ሃፍታም፣ ካብቲ ልሙድ ሰዓት ቀዲማ እንትመጽእ ሲዮን ብስንባደ ኣብቲ ትሕቲ ዓራት ኣትያ ትሕባእ። ስልካ ግን ኣብቲ መስትያት ረሲዓታ ስለ ዝነበረት እታ ጓል ሃፍታም እታ ስልኪ ረኺባ ትኸፍታ እሞ ናብ ኢንስታግራም እንትኣቲ ሲሆን ብናታ ኣቑሑ ዝተሳእለቶም ብዙሕ ፎቶታት ርእያ ብሕርቃን ተጸሊላ ክተጋልጻ እንትውስን ሲሆን ብፍርሒ እናንቀጥቀጠት ካብቲ ትሕቲ ዓራት ብምውጻእ ንኣዲኣ እንከይትነግራ እንትሕልምና እታ ቁልዓ ድማ ምስጢራ ዝተሐልየላ ዕዮ ገዝኣ ከም እትሰርሐላን ከም ኣገልጋሊት ዝኣዘዘታ ኹሉ ዝትገብረላ እንተኾይና ጥራይ ከም ዝኾነ ትነግራ። ኣማራጺ ዘይብላ ሲሆን ብሓሳባ ትሰማማዕ እሞ፣ ምሸት ካብቲ ሱፐር ማርኬት ስርሓ መልሲ ናይታ ቖልዓ ዕዮ ገዛ ደኺሙኒ ሰልችዩኒ ከይበለት ሙሉእ ለይቲ እናሰርሐት ትሓድር። ብጽብሒቱ እውን እታ ቖልዓ ክዳን ንምግዛእ እንትወጽእ ሲሆን እታ ቖልዓ ዝገዝኣቶ ኩሉ እናተሸከመት ፎቶ እናሰኣለት ደስ እንተኢልዋ ከዓ ከም መሳሰይት ቡና ንክተምጸላ እናኣዘዘት ሙሉእ መዓልቲ እናሽከርከረታ ትውዕል። ሲሆን እናተሰላቸየት እውን እንተኾነት ምስጢራ ንከይወፅእ ክትብል ግን ዝተባህለቶ ኩሉ ትገብር ነበረት። ብፅብሒት እውን ሲሆን ኣብቲ ቤት ትምህርቲ ኮይና ፈተና ስለ ዘለዋ ወጢራ እናፅንዐት ከላ ሃንደበት እታ ቆልዓ ትድውለላ እሞ ሓደ ኣዝዩ ኣድላይ ዝኾነ ዶኩመንት ኣብ ገዛ ረሲዓ ከም ዝመፀትን ከይዳ ንክተምፀኣላ ትነግራ። ሲሆን እናሰንበደት እንተ ኸይዳ እቲ ፈተና ክሓልፋ ስለ ዝኽእል ኣዝያ ትጭነቕ። እንተኾነ ግን ኣማራጺ ስለ ዘይነበራ ከይዳ ዝተባህለቶ ዶክመንት ነታ ቆልዓ ሒዛትላ እንትመጽእ እታ ቆልዓ ምስ የዕርኽታ ክርትም ኢላ እናሰሓቐት ፕራንክ ከም ዝኾነን ክንደይ ዝኣክል ከም እትእዝዛን የዕርኽታ ክተርኢ ደልያ ከም ዝኾነት ትነግራ። በዚ ምኽንያት እቲ ፈተና ስለ ዝሓለፋ ሲሆን ልባ ተሰይሩ ናብቲ መሕጸቢ ክፍሊ ኣትያ እንትበኪ ሓንቲ ዝሓዘነትላ ተምሃሪት መጺኣ ሶፍቲ እንትህባ ሲሆን በቲ ናይታ ቆልዓ የዋህነት ተደኒቓ ከላ ሃንደበት ኣብ ሕቖኣ ተለጢፉ ዝነበረን ካልኦት ተምሃሮ መሳለቒኦም ዝጸሓፍዎ ወረቐት እታ ቆልዓ ቀዲዳ ደርብያቶ ትኸይድ ሲዮን ብድፍረታ ተገሪማ ዳሕራይ እንተጻሪ እታ ቁልዓ ልክዕ ከም ኣድኻ ከም ዝኾነትን ናብ ድሕሪት ተመሊስና ታሪኻ እንትንርኢ ብስኮላር ሽፕ ናብዚ ናይ ሃፍታማት ቤት ትምህርቲ ኣትያ እተን ደቂ ሃፍታማት ከዓ ድኻ ኢኺ እናበሉ እንተንገላትዕዋ ንምብቃል ኢላ ሓበሬታታት ኣኻኺባ ነቲ ዳይሬክተር ዋላ እኳ እንተነገረቶ እቶም ቆልዑ ኣዝዮም ደቂ ሃፍታማት ስለ ዝኾኑ ንሶም ምንም ከይኾኑ ተሪፎም ብምትክኡ ካልእ ንጹህ ድኻ ተምሃራይ እንትባረር እታ ቆልዓ እውን ብጥፍኣተኝነት ስምዒት ተዋሒጣ ይቕሬታ ክትሓቶ እንትኸይድ እቲ ቆልዓ ድማ ሪፖርት ዝገበረት ንሳ ምዃና ከም ዝፈልጥን እንተኾነ ግን ስለ ንሱ ምጭናቕ ገዲፋ ተስፋ ከይቆረጸት እዞም ምጉዳት ክተጋልጽን ክትቃለሶምን መኺርዋ ከም ዝኸደ እንትርዳእ እዛ ቆልዓ እታ ሓደራ ሒዛ ምቅላስ እንትቕጽል ብኻልእ ገጽ ድማ ሲሆን ካብቲ ፈተና ብምትራፋ ደማ ፈሊሑ እታ ዝተዓሻሸየታ ጓል ሃፍታም ንምብቃል ሓደ ባልዲ ሙሉእ ማይ መሊኣ ኣብቲ ናይ ቤት ትምህርቲ ኣድሚሽን ኢንተርቪው ዝግበረሉ ቦታ ሓቲታ ብሕርቃን ተዋሒጣ እንትኣቲ እቶም ተምሃሮ መጀመርያ ዝዓበደት መሲልዎም እንትስሕቐዋ ንሳ ግን ንድሕሪት ከይበለት እናፈራርሐት ቀጥታ ጉዕዞኣ ትቕጽል። ብቕልጡፍ ናብቲ ኢንተርቪው ዝግበረሉ ክፍሊ ኣትያ እቲ በሪ ደፊኣ ብምእታይ ነታ ዘሕረቐታ ቆልዓ በቲ ዝሓዘቶ ባልዲ ምሉእ ማይ ናብ ልዕሊኣ እንትግልብጦ ምሉእ ሰውነታ ብማይ በስቢሱ እቲ ኢንተርቪው እንትበላሸ እታ ቆልዓ ብሕርቃን ንኣዲኣ ደዊላ ምስ ኣጸውዐታ እታ ኣደ ንሲዮን ብጽፍዒ ተሃሪማ ህይወታ'ውን ከም እተበላሾ እንተጠንቅቓ ሽዑ ኣብ ትኽክለኛ ሰዓት ናይቲ ቤት ትምህርቲ ዳይሬክተር ብኡ እናሓለፈ ናይታ ቖልዓ ኣደ ዝገበረቶ ርእዩ ስለ ዝነበረ ካብዚ ንደሓር እዛ ቖልዓ ኣብዚ ቤት ትምህርቲ ከም ዘይትቕጽል እንትነግራ እታ ኣደ ይቕሬታ ክትሓትት ዋላ እኳ እንተ ደለየት እቲ ዳይሬክተር ግን ከይሰምዓ ገዲፍዋ ይኸይድ። እታ ኣደ ብሕርቃን ተመሊኣ ናይ ሲዮን ህይወት ከየበላሸኽዎ ኢላ ብምፍካር ናብ ናይ ሲዮን ቤት ትምህርቲ ከይዳ ነቲ ዳይረክተር መንነታ ስለ ምጭብርባርን ናይ ዩኒቨርስቲ ተምሃሪት መሲላ ብተወሳኺ መጋየፂታታ ከም ዝሰርቐታ እንትናገር ሲዮን እውን ናብ ቢሮ ተፀዊዓ ካብቲ ቤት ትምህርቲ ከም እትባረር እንትንገራ ብፍርሒ ኣንቀጥቂጣ ብዝሰረቐቶ ኣቕሓ ዝተሰኣለቶ ፎቶ ማንም ንከይርእዮም ኮነ ኢላ እቲ ኢንስታግራም ኣካውንታ እንተዓፀየቶ ናብ ክፍላ እንትምለስ ግን ኩሎም ተምሃሮ እቲ ጉድ ሰሚዖም ስለ ዝነበሩ ሓሳዊት እናበላ ይፀርፍኣ እሞ ወረቐት እናደርበያ እንተዋርድኣ ሲዮን መእተውን መውጽእን ይጠፍኣ። እተን ተመሃሮ ኣንቲ ሓሳዊት ኣብዚ ቤት ትምህርቲ ቦታ የብልክን እናበላ እንተባርርኣ፣ ሃንደበት እታ ጓል ሃፍታም ቆልዓ ምሰጅ ልኢኻትላ ኣደየ ኣባኽን ኣብታ ዓርክኽን ክሴታ ክትምስርት እያ እንትብላ፣ ሲሆን ብስንባደ ተዋሒጣ ብናታ ስሕተት ዓርካ ክትጉዳእ ምዃና እንትርዳእ ኩሉ ነገር ንምስትኽኻል ወሲና ናብቲ ናይ ሃፍታማት ቤት ትምህርቲ ትኸይድ'ሞ ናብቲ ዳይሬክተር ቀሪባ እቲ ጥፍኣት ኩሉ ኣብ ባዕላ ገይራ እታ ጓል ሃፍታም ንጽህቲ ምዃና መስኪራ እቲ ክሲ ንክተርፍን ንከይባረ ኣብ ትሕቲ እግሩ ወዲቓ ዋላ እኳ እንተለመነቶ ናይ ቤት ትምህርትና ሽም ካብ ማንም ላዕሊ እዩ ኢሉ ሰኪሪቲ ጸዊዑ የውጽኣ። ሲዮን ድማ ተስፋ ብምቑራጽ ናብ ሽቓቕ ኣትያ ተደፊኣ እንትበኪ ኣብቲ ውሽጢ ተሓቢኡ ከትክኽ ዝነበረ ተምሃራይ ንሳ ከይትሕዞ ኢሉ ሸሊኹ ክወጽእ እንትብል ሃንደበት እግሩ ሒዛ ናብ ናይ ደቂ ኣንስትዮ ሽቓቕ እንታይ ክትገብር መጺእኻ ኢላ እንትቑጥዖ ንሱ'ውን ሰንቢዱ ሽጋራ እናከኹኤ ነይረ። ቅድሚ ዝተወሰነ ግዘ ኣብዚ ሽንቲ ቤት ውሽጢ እዚ ሓንቲ ጓል ተቐቲላ ተረኺባ ስለ ዝነበረት እዚ ሽንቲ ቤት ማንም ንከይጥቀሞ ዝተኸልከለን ማንም ስለ ዘይመፅእ ኣነ እውን ኣብዚ ተሓቢኤ እየ ዘትክኽ ይብላ። ሽሙ ያን ከም ዝበሃል ምስ ነገራ እቲ ዳይሬክተር ክትረኽቦ ከም እትደሊ እንትፈልጥ ክሕግዛ ወሲኑ በቲ ናይ ቤት ትምህርቲ ሓጹር ኣዝሊሉ ምስ ኣውጽኣ፣ እታ ዝተረኣ ዘላ ቀያሕ መኪና ናቱ ከም ዝኾነትን ኣብኡ ንኽትጽበዮን ከም ዝመጽእ ነጊርዋ እንትኸይድ፣ ሲሆን እውን ኣዝዩ ደኺምዋ ስለ ዝነበረ ድቃስ ይወስዳ እሞ ሃንደበት እንትብህርር ሰዓት ኣዝዩ ከም ዝኸደን ፍርቂ ለይቲ ከም ዝኾነን፣ እንተኾነ ግን እታ መኪና ካብኡ ከም ዘይተንቀሳቐሰት ትርኢ። ናብታ መኪና ተጸጊዓ እንታይ ከም ዝተፈጥረ ንምርኣይ እንትፍትን፣ ሃንደበት ካብቲ ህንጻ ላዕሊ ዝኾነ ሰብ ጸዲፉ ምውዳቑ ርእያ ብስንባደ ደሪቓ ሃዲማ እንትጽጋዕ፣ እታ ቅድም ክብል ብየዋህነታ ዝሓገዝታ ምስኪን ቆልዓ ኮይና ትረኽባ። ብቕልጡፍ ቅንዕ ኢላ ናብቲ ላዕሊ እንትርኢ፣ ዝኾነ ሰብ ብጸልማት ክንቀሳቐስ ርእያ፣ ነታ ቆልዓ ዝደፍኣ ዝኾነ ሰብ ከም ዘሎ ይርድኣ። እውይ እናበለት ሓገዝ ዋላ እኳ እንተሓተተት፣ እታ ቆልዓ እናተጻዓረት ከላ ህይወታ ክትሓልፍ እንትብል ኣምቡላንስ መጺኣ ናብ ሆስፒታል ትወስዳ እሞ ፖሊሳት እውን ተኸቲሎም መጺኦም ንሲዮን ቃላ እንትቕበልዋ እናንቀጥቀጠትን እናበኸየትን ኣብቲ ላዕሊ ሰብ ከም ዝረኣየትን እቲ ነገር ነብስኻ ምጥፋእ ወይ ከዓ ሓደጋ ዘይኮነሲ ፈተነ ቅትለት ከም ዝኾነ ትምስክር። እቲ ወረ ድማ ናብቲ ናይ ቤት ትምህርቲ ዳይሬክተር በጺሑ ጸሓፊኡ እታ ቆልዓ ኣብ ኮማ ውሽጢ ከም ዝኾነትን ህይወታ ኣብ ሓደጋ ምዃኑ እንትነግሮ እቲ ዳይሬክተር ግን ልቡ ብጭካነ መሊኡ ንሳ እኮ ስቕ ኢላ ናይ ስኮላርሺፕ ተማሃሪት እያ ሞተት ተረፈት ምንም ኣየእትየናን ብዝብል ስምዒት እቲ ነገር ኣቕሊሉ ርእዩ ናይቲ ቤት ትምህርቲ ሽም ከይበላሸ ኢሉ ነብሳ ክተጥፍእ ፈቲና ተባሂሉ ንኽውረ ይውስን። እቲ ጸሓፊ ግን እቲ ተግባር ሲሆን ከም ዝረኣየት እንትነግሮ መጀመርያ እንትስንብድ ዳሕራይ ግን ምስክር ንሳ ምዃና እንትፈልጥ ከመይ ገይሩ ኣፋ ከም ዘዕጽያ ስለ ዝፈልጥ ፍትሕ ኢሉ ንጸሓፊኡ ሲሆን እንታይ ከም እትገብር ንምጽራይ ኣብ ሆስፒታል ንኽጸንሕ ይገብሮ። ብጽብሒቱ እውን ናብ ገዝኣ እንትምለስ እታ ጓል ሃፍታም ኣብ በራ እንትጽበያ ሲሆን ክትበኣሳ ዝመጸት መሲልዋ ብፍርሒ ተመሊኣ ከላ፣ እታ ቆልዓ ግን ብኣንጻሩ፣ ብኣኺ ምኽንያት እኮ እቲ ዳይረክተር ኣብ ቤት ትምህርቲ ንኽመሃር ፈቒዱለይ ኢላ እናመስገነታ፣ እቲ ክሲ'ውን ከም ዝተልዓለ እናነገረታ፣ ዘምጸኣትላ ህያብ ሂባታ እንትኸይድ፣ ሲሆን እቲ ነገር ኩሉ እናተደናገራ ናብ ገዛኣ እንትኣቲ፣ ኣቦኣ ኣበይ ነርኺ ኢሉ እንትሓታ፣ ምስ ዓርካ እናጽንዐት ከም ዝመሸያ ሓሲባ ትናገር። ናብ ክፍላ ኣትያ'ውን ስልካ ቻርጅ ገይራ እንትኸፍታ፣ ናይቲ ቤት ትምህርቲ ዳይሬክተር ብመሴጅ ኣጨናኒቕዋ እንትደናገር፣ ብቕልጡፍ ደዊሉ እቲ ኣብ ላዕሊ ዝረኣኽዮ ነገር ምሽጥር ጌርኺ እንተ ሒዝክዮ፣ ኣነ ድማ ውዕለታኺ ብምኽፋል ዝትደልይዮ ናይ ትምህርቲ ዕድል ኣብ ናትና ቤት ትምህርቲ ብነጻ ከመያቸልኪ እየ ኢሉ ዘህንቅው ስምምዕ እንተቕርበላ ኣብ መጀመርያ ዋላ እኳ እንተ ሰንበደት ዳሕራይ ግን ዝትምነዮ ህይወት ዝትረኽበሉ ብሕታዊ መንገዲ እዚ ኣቋራጺ መንገዲ ምዃኑ ተረዲኣ ሕልማ ክተሳኽዕ ኢላ በቲ ናይ ዳይሬክተር ሓሳብ ተሰማሚዓ ስቕ ንምባል ትውስን። ብኻልእ ገፅ እቲ ብግፍዒ ካብ ቤት ትምህርቲ ዝተባረረ ቆልዓ ናብቲ ሆስፒታል ከይዱ ናይታ ቆልዓ ኣደ እናፀናንዐ ቀደም እቶም ደቂ ሃፍታማት ከመይ የንገላትዕዎ ከም ዝነበሩን እቲ ዳይሬክተር ከዓ ቤተሰቦም ብዙሕ ናይ ገንዘብ ሓገዝ ናብቲ ቤት ትምህርቲ ስለ ዝገብሩ ርእዩ ከም ዘይርኣይ ከም ዝኸውንን ንድኻታት ምንም ተገዳስነት ከም ዘይብሉ እናዘከረ ኣዝዩ ይሓዝን። ብኻልእ ገፅ ኣብቲ ቤት ትምህርቲ እቶም ተምሃሮ ነታ ዝሓመት ዓርኮም ንክሓትዋ ተባሂሎም እንትንገሮም እቶም ደቂ ሃፋትም ግን ንሳ እኮ ድኻ ስለ ዝኾነት ናትና ደረጃ ኣይኮነትን፣ ዓርክና እውን ክትኸውን ኣይትኽእልን ኢሎም እናተዛረቡ ተላዒሎም ይኸዱ። ብፅብሒቱ ሲሆን ናብቲ ቤት ትምህርቲ ኣቕሓኣ ንምውሳድ እንትኸይድ የዕርኽታ ተባሪርኺ ድዩ እናበላ እንትሕጭጭኣ ንሳ ግን ብኹርዓት ተጋጊኽን ኢኽን ኣነ ናብቲ ናይ ሃፍታማት ቤት ትምህርቲ እየ ተዘዋዊረ ኢላ ዘይተፀበይኦ ዜና እንትነግረን ኩለን ብስንባደ ኣፈን ከፊተን ብመስኮት እንትርእየኣ ንሳ እውን ልክዕ ከም ሰዓራይ ብኹርዓት ፍሽኽ እናበለት ካብቲ ቤት ትምህርቲ ወፂኣ ትኸይድ። ምሸት እውን ኣብ ትሰርሓሉ ሱፐር ማርኬት ከይዳ ካብዚ ንደሓር ይኣኽለኒ ብምባል ስርሓ ንሓደ ግዘን መጠረሽታን ትለቅቕ። ንዓርካ እውን ዝገበረትላ ነገር ኩሉ እናመስገነታ ህይወታ ከም ዝተቐየረ የዒንታ እናበርሁ ዋላ እኳ እንተነገረታ እቲ ዋና ምስጢር ግን ማለት ድማ ምስ ትረድክተር ብሕቡእ ዝተሰማምዐቶ ስምምዕ ከይነገረታ ትተርፍ። ብጽብሒቱ እውን ናይቲ ዳይረክተር ጸሓፊ እቲ ናይ ክብሪ ዩኒፎርም እንተምጸኣላ ተኸዲናቶ ከመይ ከም ዘምሕረላ እናረኣየት፣ ልክዕ ከም ደቂ ሃፍታማት እናተጀነነት ናብቲ ሞል ትኸይድ እሞ ምስቲ ዩኒፎርም ማች ዝገብር ጫማ ክትገዝእ እንትብል ዋግኡ ሓዊ ከም ዝኾነ ይንገራ። እንተኾነ ግን ክሳብ ሎማዓንቲ ዘጠራቐመቶ ገንዘብ ኩሉ ጸራሪጋ ብምውጻእ ሓንቲ ጫማ ገዚኣ ትወጽእ። ካብኡ እናወጸት ከላ ሃንደበት ምስ ሓንቲ ቆልዓ ትጋጭ እሞ እታ ቆልዓ ዝሓዘቶ ቡና ናብቲ ጫማ ይድፋእ። ሲዮን ድማ ብስንባደ ናብቲ ሽንቲ ቤት እናሃደመት ከይዳ እቲ ጫማ ሓጻጺባ ምስ ወደእት እቲ ካርቶን እንትርእዮ ምስቲ ዳይረክተር ከም ዝተሰማማዕኺ ይፈልጥ እየ ዝብል ጽሑፍ ትረክብ። እታ ዝተጋጨታ ቆልዓ ከም ዝሃበታ ተረዲእዋ ክትእልሻ እንትወጽእ ከይረኸበታ ትተርፍ። ተመሊሳ ናብቲ ሽንቲ ቤት እንትኣቲ ድማ እቲ ብዙሕ ዋጋ ዝኸፈለትሉ ጫማ ምስ ራቑረያ ብስምባለ ድርቕ እንትብል ሃንደበት ሓንቲ ቆልዓ ንዕኡ ዝመስል ጫማ ገይራ ናብቲ ሽንቲ ቤት ትመጽእ። ሲሆን እታ ቆልዓ ዝሰረቐታ መሲልዋ ጫማይ መልስለይ ኢላ እንትሕዛ፣ እንተኾነ ግን ዘይፈለጠቶ ሓደ ነገር እንተሃለየ እታ ቆልዓ ጂኒ ዝትበሃል ኣዝያ ሃፍታም ናይቲ ቤት ትምህርቲ ንግስትን ናይቶም ጉልበተኛ ሓለቓ ምዃና እንትኸውን ጂኒ ከዓ ናይ ሲሆን ዩኒፎርም ምስ ረኣየት ሓዳሽ ኣታይት ስለ ዝኾነት ቦትኣ ኣይፍለጠትን ኢላ ንባዕላ ብምእማን እናሓጨጨት ሶፍቲ ናብ ገጻ ደርብያ፣ ካልኣይ ኣብ ጥቓይ እንተ ቐሪብኺ ክትጠዓሲ ኢኺ ኢላ ገዲፋታ ክትኸይድ እንትብል፣ ሲሆን ግን ብሕርቃን ተመሊኣ ናብ ሸንቲ ቤት ምእታይ ከም ምውጻእ ቀሊል ዘይምዃኑ ኣይትፈልጥን ኢላ ብምንጋር ብቕልጡፍ ከም መብረቕ ናይ ጂኒ ጸጉራ ሒዛ ገጻ ክሳብ ዝበላሸ ብጽፍዒት እናሃረመት እቲ ጫማ መንጢላ ናብቲ ሹቕ ብምምላስ እቲ ጫማ ንምምላስ ዋላኳ እንተፈተነት እቲ ካርቶን ስለ ዘየለ ግን ኣይንቕበልን እንትብላኣ ተስፋ ብምቑራጽ ኣብ ፌስታል ሒዛ ናብ ገዝኣ ትምለስ። ብኻልእ ገጽ ጂኒ ብዝበጽሓ ጉድኣት ኣዝያ ሓሪቓ ሲሆን ንምብቃል እናፈከረት ትሓድር። ብጽብሒቱ ሲሆን ብሓድሽ መንፈስን ታሕጓስን ናብቲ ሓድሽ ቤት ትምህርቲ መጺኣ እቲ ግቢ እናዞረት እንትዕዘብ ዝረኣያቶ ገጅፍ መሐንበሲ ገንዳን ኩዕሶ ሜዳን ኣዝዮም ዘመናዊ ዝኾኑ ነገራት ኩሎም ተማሃራይ ከም ዝምነዮ ኮይኑ እንትረኽቦ ብውሽጣ ፍሽኽ እናበለት ንባዕላ ከም ዕድለኛ ቆጺራ እንትትሕጎስ፣ ጂኒ ግን ገና ናብቲ ቤት ትምህርቲ ምስ ኣተየት ብሕርቃን ገጻ ኣኮሳቲራን እቲ ዝቖሰለ ገጻ ርእዮም የዕረኽታ እንትስንብዱ ንሳ ግን ምንም ከይበለቶም እታ ሲዮን ዝትብሃል ሓዳሽ ተማሃሪት ኣምጽኡለይ እሞ ህይወታ ባዕለይ ከበላሽዮ እየ ኢላ ንየዕርኽታ ትእዛዝ ትህብ። ሽዑ ድማ ሲዮን ናብ ቢሮ ኣትያ ታሴራኣ ተቐቢላ ናብ ናይ ተማሃሮ ሱፐርቫይዘር ንክትኸይድ እንትንገራ ከይዳ እንትርእዮ፣ ለካ እቲ ሱፐርቫይዘር እቲ ቅድም ክብል ኣብ ዝተገደፈ ሽንቲ ቤት እናትከኸ ዝረኸበቶ ያንግ ዝተባህለ ተማሃራይ ኮይኑ ትረኽቦ። ያንግ እውን ብቕልጡፍ ስለ ዝፈለጣ ንስኺ እታ ብሓፃሩ ዘሊላ ዝኸደት ተማሃሪት እንዲኺ እንትብላ ብስንባደ በጃኻ ኣይተዋርደኒ፣ ሓድሽ ህይወት'የ ክጅምር ዝደሊ ኢላ እንትልምኖ፣ ንሱ'ውን ተሰማሚዑ እቲ ቤት ትምህርቲ ክጎብንየኪ ኢሉ ኢዳ ሒዙ ክኸይድ እንትብል፣ ሃንደበት ጁን ዝበሃል ሓሪፍን ቆንጆን ቆልዓ መጺኡ፣ ያንግ እናተተናኾላ መሲሉዎ ኢዳ ብሓይሊ መንጢሉ ናብ ባዕሉ እንትወስዳ፣ ክልቲኦም ኣወዳት ዓርሲ ብዓርሶም እናተፋጠጡ ንመን ከምእትመርጽ እንትሓትዋ፣ ሲሆን ዋላኳ ተተደናገረት ኣብ መጠረሽታ ግን ንጁን መሪጻ ሓቢራቶ እንትኸይድ ጁን ኣዝዩ ተንከባኺቡን ቁጽሩ ሂቡ ኣብ ዝኾነ ይኹን ችግር ደውልለይ እንትብላ ብንግግሩ ደስ ኢልዋ ኣዝያ ትማረኸሉ እንተኾነ ግን ዳሕራይ ናብ ለኮራ እንትኸይድ እቲ ናይ ቀደም ጫማኣን ናብ ገሃንም እንኳዕ ድሓን መጻእኺ ሂወትኪ እየ ዘበላሽዮ ዝብል መፍርሒ ደብዳበ ርእያ ለካ ጂኒ እቲ ጫማ ከምዘይሰረቐቶ ተረዲኣ ብዝተናገርክዋ ነገር ተጋግየ እየ ኢላ ብምሕሳብ ይቕሬታ ክትሓታ እንተተኣላልሻ ከይሓሰበቶ ናይ እጁን የዕርኽቲ ጠሊፎም ብምውዳቕ መሬት ንመሬት እናጎተቱ እንተዋርድዋ ብጭንቀት ጫማኣ ኣውፂኣ ብጥራይ እግራ እናሃደመት ናብቲ ናይ ዳይሬክተር ቢሮ ኣትያ ተሓቢኣ ሓገዝ ዋላ እኳ እንተሓተተቶ እንተኾነ ግን እቲ ዳይሬክተር ገፅ እናኸልኣን እናሰሓቐን ኣነ እኮ ቃለይ ሓልየ እየ ብዘይ ክፍሊት ብነፃ ኣእትየኪ እየ ካብዚ ንደሓር ንባዕልኺ ምሕላይ ተለማመዲ ተዘይኮይኑ ድማ ካብዚ ቤት ትምህርቲ ውፅእ ኢሉ የባርር። ስዮን ድማ ልባ ተሰይሩን ተስፋ ቆሪጻ እንትወጽእ ጂኒ ብኽፍኣት ፍሽኽ እናበለት ትጽበያ እሞ እናሓጨጨት እዚ እኮ ገና መማወቂ እዩ እቲ ዋና ፊልሚ ንመጻኢ ክቕጽል እዩ ኢላ ተፈራርሓ እሞ ብቕልጡፍ ብዙሓት ተምሃሮ ከቢቦም መውጽእን መእተውን እንተስእንዋ ጂኒ ብትዕቢት ተወጢራ ይቕሬታ ክገብረልኪ እንተደሊኺ ተንበርኪኽኪ ጫማይ ሰዓምዮ ትብላ እንተኾነ ግን ስዮን ብፍርሒ ኣብ ከክንዲ ምንቅጥቃጥ ዓይኒ ዓይና እናረኣየት ኣደየ ቀደም ዝበስበሰ ሰብ ዝናብ ኣይፈርሕን ትብለኒ ነይራ እናበለት ሃንደበት ከይሓሰበቶ ብቦክሲ ሃሪማ ካብቲ ቦታ ሃዲማ ተምልጥ። እቶም ተምሃሮ ብናይ ሲዮን ድፍረት ኣፎም ሒዞም እንትግረሙ፣ ብቕልጡፍ ግን ዋጋኺ ክንህበኪ ኢና እናበሉ ከም ኣራዊት ደድሕሪኣ እናሳደዱ፣ ሲሆን መእተውን ወጽን ጠፊእዋ ተጨኒቓ እናሃደመት ከላ፣ ሃንደበት ሓንቲ ሰኣሊት ተምሃሪት ኢዳ ጎቲታ፣ ናብቲ ኣርት ክፍሊ ኣእትያ ንንእሽተይ ተትርፋ ኣረጋጊዓ እቲ ዝተጎደ እግራ ምስ ሓከመት ዝትገብሮ ጫማ ምስ ሃበታ ሲሆን ኣብዚ ቤት ትምህርቲ ውሽጢ ኩሉ ሰብ ክፉእ ዘይምዃኑ ተረዲኣ እናመስገነታ ንምንታይ ግን እቶም ተምሃሮ ጨካናት ከም ዝኾኑ እንትሓታ እዛ ሰኣሊት ቆልዓ ናይቲ ቤት ትምህርቲ ዝተበላሸየ ሲስተምን እቶም ደቂ ሃፍታማት ነቶም ደቂ ድኻ ከመይ ገይሮም ኣብ ትሕቲ ጫምኦም እናረገጹ ከም ዝገዝእዎም ተረዳእ። ጂኒ ናይዚ ቤት ትምህርቲ ንግስትን ዘይትንካእ ዝኾነት ብሃፍታ ምኽንያት ማንም ክጋፈጣ ከም ዘይኽእልን ንስኺ እንተ ኾንኪ እውን ምንም ዋላ ኣይትግበርያ ብስኮላርሺፕ ስለ ዝመጻእኺ ጥራይ ምግፋዕኽን ምጥቃዕኽን ኣይተርፍን ኢላ እቲ ሓቂ እንትነግራ ሲሆን እቲ ነገር ዋላ እኳ እንተ ኸበዳ ግን እቲ ቃልሲ ክትቕጽሎን ክትጻወርን ወሲና ነታ ሰኣይቲ ቆልዓ ኣመስጊናታ እንትወጽእ እታ ቆልዓ ግን ብድሕሪኣ ዝሃበታ ኣጠራጣሪ ተንኮል ዝሓዘለ ኣረኣእያ እሙንቲ ክትኸውን ዘይትኽእል ኣረኣእያ እዩ ነይሩ። ብድሕሪኡ ሲዮን ተሓቢኣ ከላ ናይ ጁን የዋህነት ዘኪራ፣ በጃኻ ርድኣኒ ኢላ መልእኽቲ እንትልእከሉ፣ እቶም ጨካናት ናይ ጁን ተለኣኣኽቲ ከቢቦም ይሕዝዋ እሞ መምለጢ እንተስእንዋ፣ ስልካ ኣውጺኣ፣ ቪድዮ ቀሪጸ ናብ ኢንተርነት ለቒቐ ከዋርደኩም እየ እንትብሎም፣ ንሶም ግን ብሕጫጭ እናሰሓቑ፣ ንሕና'ኮ ሃፍታማትን ደቂ ሃፍታማትን ኢና። ማንም ኣይነኽኣልናን ብምባል ክሃርምዋ ናብኣ እንትጽግዑ፣ ሃንደበት ጁን ካብዚ መጺኡ ከይተባህለ ከም መልኣኽ ዘሊሉ ኣትዩ፣ ከይትወድቕ ልዕል ኣቢሉ እንተደሕና፣ ኩሎም ተመሃሮ ጁን ናይቲ ቤት ትምህርቲ ዳይረክተር ወዲ ምዃኑ ስለ ዝፈለጡ፣ ከመይ ኢሉ ንዓኣ ይድረበላ ኢሎም ኣፎም ሒዞም ብግርምቲ ይርእይዎ። ብጽብሕቲ ጂኒ ናብ ገዝኣ ከይዳ ምስ እንጀራ ኣዲኣ እንትበኣስ እናርኣየና፣ ለካ ጂኒ ድኻታት ካብ ልባ ዝጸልኣሉ ዋና ምኽንያት እንጀራ ኣዲኣ ቀደም ድኻ ዝነበረትን ንኣቦኣ ኣታሊላ ንብረቱ ዝተቖጻጸረቶ ጎልዲ ገርል ስለ ዝኾነት ድኻታት ኩሎም ኣጋጣሚ ዝጽበዩን ስሱዓት እዮም ኢላ ስለ ዝተኣምን ከም ዝኾነ ንርዳእ። ብኻልእ ገፅ ጁንስዮን ናብ ላዕሊ ሒዝዋ ወፂኡ ዝተጎድኣ እግራ ብህድኣት እናሓከመላ ባንዴጅ እንትገብረላ ሲሆን በቲ ኩነታቱ ተሸዊዳ እዚ ፍቅሪ ስለዘለዎ እዩ ኢላ እንትትሓስብ ንሱ ግን ሃንደበት እቲ ሓቂ ኣውፂኡ ኣነ ዝፎትያ እኮ እታ ኣብ ክማ ዘላ ቆልዓ እየ ኢሊ እንትነግራ ነታ ቆልዓ ካብቲ ላዕሊ ዝደፍኣ መን ከምዝኾነ ሪኢኽዮ እንተኾይንኪ ንገርኒ እንትብላ ሲሆን ለካ ነዚ እዩ ዝቀረበኒ ኢላ እንትትስንብድ ብቕልጡፍ ግን እቲ ኣጋጣሚ ንናይ ባዕላ ጥቕሚ ክተውዕሎ ሓሲባ መን ከም ዝኾነ ይፈልጥ እየ ክነግረካ እንተ ደሊኻ ካብቶም ጉልበተኛታት ክትሕልወኒ ኢኻ ብተወሳኺ ድማ ከም ኣፍቃሪየይ ክተምስሊኻ ኢላ እዚ ሓሪፍ ዕድል ንምጥቃም እንትሓስብ ንሱ እውን እቲ ሓቂ ንምፍላጥ ክብል እሺ ኢሉ ብሓሳባ ይሰማማዕ ናይዚ ፊልሚ ቀዳማይ ክፋል ኣብዚ ይውዳእ ዝቐጽል ክፋል ክትሰርሓልኩም ምእንታን ድማ ኣብ ኮመንት ካልኣይ እናበልኩም ጸሓፉ እቲ ፊልሚ እንድሕር ትፈቲኹሞ ላይክ ግበሩ ንቻነልና ሓድሽ ዝኾንኩም ድማ ሳብስክራይብ ብምግባር ቤተሰብ ይኹኑ። ክሳብ ብኻልእ ፊልም ንራኸብ እውን ሰሰናዩ ንዓኹም ይኹን።